ሰላም ከመይ ውዒልኩም ክቡራት ተኸታተልተይ ከመይ እኒኦኹም ኣነ ሰላም እየ እግዚኣብሔር ይመስገን ከማይ ሰላም ክትሉ በዓልቲ ሙሉ ተስፋየ እምባር ከስሎም መዓልቲ ኣዝያ መሃሪትን መሳጢት ዝኾነት ጽሕፍቲ ናባኹም ከብላ እየ እስካዕ መወዳእታ ሰናይ ጻንሒት እዛ ጽሕፍቲ እምበኣረይ ዓቕልን ትዕግስትን ትወንን እንተኾይንካ እንታይ ትርባሕ እንታይ ክትጉዳእ ዝብል ጽሑፍ ናባኹም ከቕርብ እየ። ኩሉ ግዜ ሰባት ብኣኻ ይቐኑ። ብሰንኪ ዓቕልኻን ትዕግስትኻን ዘይምግባሩ ኣብ ሕማቕ ወዲቑ ተማሂሩ ዝመጸ ሰብ ብኣኻ ይቐንእ። ወትሩ ምሳኻ ክነብር ይምነ። ዋላ ደኣ ቅድሚ ሕጂ ካልእ ዓይነት ባህርያት ይንበሮ። ብናትካ ዓቕልን ትዕግስትን ግን ቁዱስ ቂንኢ ሓዲርዎ ኣብ ጎንኻ ክኸውን ይብህግ። ከምዚ ዓይነት ብፈተና ዝሓለፈ ሰብ ንዓኻ እቲ ኣገዳሲ ሰብ እዩ። እቲ ምንታይ እተን ገንዘብ ይኹን ካሊእ ነገር ዘይከፈለን ዓበይቲ ባህርያት መረርቲ ክስእነን እቲ ዘፍርየኦ ፍረ ግን ኣዝዩ ምቁር ስለዝኾና ዓቕልን ትዕግስትን ካባኻ ክወርሰን ደልዩ ኩሉ ግዜ ንልብኻ ዘሐጉስ ነገራት እዩ ዝገብር ኩሉ ግዜ ፍሽኽ ክትብል ክርእየካ ብዙሕ ይጽዕር ኩሉ ግዜ ናይ ውሽጥኻ ከረድእካ ዝኸኣለ ይጽዕር ግዜ ወይ ድማ ግዜ ወይ እዋን ወይ ድማ ዘመን ክንዲ ዝኸበደ ይኽበድ ዓቕልኻ ይትጸንቅቕ ትዕግስትኻ እውን ኣይትወድእ ጽቡቕ ነገር ቀልጢፎ ኣይመጽእን ዓቕሊ ዝሓትት እቲ ዝበለጸ ነገር እዩ ብሰንኪ ዓቕሊ ወይ ትዕግስቲ ብዘይምግባሮም ኣብ ብዙሕ ሕማቕ ነገር ወዲቖም ክትርኢ ከለኻ፣ ዝያዳ ዓቕልኻ ክተዛምዶ፣ ዝያዳ ትዕግስትኻ ክተበርኾ ኣለካ። ትዕግስቲ ይኹን ዓቕሊ መሰረት ናይ ጽቡቕ ነገር እዩ። ብተስፋ ተሓጎሱ፣ ብጸበባ ተዓገሱ፣ ጸሎት ኣዘውትሩ፣ ሮማ ዓሰርተ ክልተ ቁጽሪ ዓሰርተ ክልተ ክብል ኩሉ ንቕድሚት ዓቕልኻ ኣበሪኽካ ተስፋ ብምስናቕ ኣብ ቅድመኻ ጽቡቕ ነገር ከም ዘሎ ኣሚንካ ክትሕጎስ ዝደሊ ኣምላኽ ንጸበባ ይኹን መከራ እውን ተስፋ ከይቆረጽካ ብትዕግስቲ ክትሰግሮ ከም ዘለካ እዩ ዘረድኣካ። እዚኤን ክልተ ሓረግ ተረከብቲ ኣይኮናን። ነዚኤን ብዘይምውናኖም ኣብ ብዙሕ ዓዘቕቲ ክወፅዎ ዘይኽእሉ ሽግር ዝኣተዉ ብዙሓት እዮም። ከምቲ ቤት ማእሰርቲ ክትኣትዎ ኣዝዩ ገፊሕ፣ ክትወፆ ድማ ኣዝዩ ፀቢብ። ነዘን ክልተ ዘይትውንን እንተኾይንካ ብዙሕ ክትጠፍእ ገፊሕ መገዲ እዩ ዘሎ። ስለዚ ዓቕልን ትዕግስትን እንተ እንተሃልዩካ ኩሉ ከም ዝ- ዝደልየካ ንምርዳእ ቀሊል እዩ። ብዙሓት ክርበጹ ንስኻ ግን ሳላ ዓቕልኻን ትዕግስትኻን ሰላም እዩ ዝሰፍነካ። ብሰላምካ እውን ብዙሓት ካብ ዝቐንኡ ኣብቲ መጀመርያ ጠቒሰልካ ኣለኹ ጽቡቕ ነገር ንብዙሕ እዩ ዘቕንእ መሰረት ናይ ጽቡቕ ነገር ከዓ ዓቕልን ትዕግስትን እዩ ስለዚ ኣቕንዕን ኣገራምን ክትከውን ህውኽ ዘይኮንካ ዓቃል ኩን ርቡሽ ዘይኮንካ ትዕግስተኛ ኩን። ህውኽ ዝብኢ ክንዲ ስጋ ዝነክስ ቀርኒ ይነክስ ዝበሃል ምስላ ብሰንኪ ታዋኹ ነቲ ዝጠቅም ገዲፉ ነቲ ዘይጠቅም ዝጎድኦ እዩ ዝነክስ። ህውኻት ኣይትኹኑ ዓቃል ኩን ዝበልኩኻ ዝብለካ ዘለኹ ድማ ንኸይትጉዳእ እየ። ዓቕሊ እንተዘይብልካ፣ ህድኣት እንተዘይብልካ፣ ትዕግስቲ እንተዘይብልካ ክትጉዳእ ክትጠፍእ ኢኻ። ስለዚ ዓቕልን ትዕግስትን መሰረት ናይ ኩሉ ጽቡቕ ነገርካ ዝጠቕመካ ዘበለ እዩ። ንኽትውንነን ናይ ብሓቂ ከበድትን መረርትን ፍሬኤን ግን ምቁር እዩ እቲ ትደልዮ ንምርካብ ነዚ ድምፂ ሰሚዕኹም ዓቕልን ትዕግስትኹምን ብዝያዳ ኣብዚ ኣብዝሓዮ ወይም ኣበርኽዎ ስለዚ ካብዛ ፅሕፍቲ ብሩኻት ተኸታተልተይ ብዙሕ ትምህርቲ ወሲድኩም ከም ትኾኑ ኣይጠራጠርን ኣነ ንእሽቶ ንስቲ ካብ ኣባህላ ወለድና ካብዛ ጽሕፍቲ ካብ ዝሓስብዎም ሓሳባት ክውስኸኩም ወለድና መንገዲ ዓመት መንገዲ ጥዕናኻስ ዓመት ኪዶ ኢሎም ይምስሉ ኣነ ኮላይ ይጥቀመላ እየ እዛ ባህላ እዚኣ ከምዚ ባዕሉ ኣብዚ ፅሑፍ ገሊፅዎ ዘሎ እውን ህውኽ ዝብኢ ኣብ ክንዲ ህውኽ ዝብ ቐርኒ ይነክስ ዝበሉ ዝጠቕሞ ገዲፉ ዘይጠቕሞ ማለት እዩ እና መንገዲ ጥዕና ክዓምት ኪዶ ማለት ሲ ዓቕሊ ታህዋኽ ኣብ መንጎ እንዲ ሓፂፅካ ትገብሮ ነገር ሲ ብዙሕ እዮም ዝምስሉ በዚ ወለድና ብጣዕሚ ይምስሉ እዮም ካልኣይ ከዓ እንታይ ይብሉ ደው ኢላ እያ ትደፍኦ እሞ ኮፍ ኢላ ትኣርዮ ይብሉ ታኪዋ ማለት ወይ ዝኾነ ይህከየን ወለድና ወይ ከዓ በዓልና እሞ ዝኾነ ይድፈአና ካብኡ ግድን እና ከነኣርዮ ስቖይ ንብለን እና ደው ኢለያ ትድፍኦ እሞ ኮፍ ኢላ ተኣርዮ መንገዲ ጥዕናኻ ዓመት ኪዶ ከምዚታት ምስላ ካብ ወለድና በቃ ነዚ ፅሑፍ እዚ ብደንቢ እዩ ዝገልፀና ካብዚ ፅሑፍ እዚ ስኹም ከ እንታይ ተማሂርኩም እንታይ ሒዝኩም ኣብ ኮመንቲ ፀሓፉለይ ብጣዕሚ ደስ ዝብል ፅሑፋት በእውነት ብጣዕሚ ደስ ዝብል ፅሑፋት ይቐርብ እና ነዚ ፅሑፍ እዚ ፈታፊቶም ዝቕርቡልና ወይ ከዓ ዝፅሕፉልና ሰባት ይኹን ምሁራት ኣዚና እናመስገና ከምዚ ዓይነት ክንበረከት ይኹን ማለት ሲ በቃ ፅሑፋት ምንባብ ወይ ከዓ ከምዚ ቴክኖሎጂ ግዜ ዘምፅኦ ምስማዕ ኣዝዩ ኣገዳሲ እዩ ማለት ኣይንፈልጥን ኣይነብልን ዘይኮነ ብዝያዳ ነቲ ዘለካ ክትዕቅቦን ክተተግብሮን የገድደካ ማለት እዩ እና ኣዝዩ ደስ ዝብል ፅሑፍ እዩ። ከምዚ ዓይነት ፅሑፍ እንተስ ክተንብብዎ እንተስ ክሰምዕዎ እንተስ ብጣዕሚ እዩ ኣገዳስና ጠቃሚ ያው ከምቲ ዝብለኩም ንስኹም ከምዚ ኣነ ኣተሓሳስባ ደኹም ሓሲብኩም ዋላስ ፍሉይ ሓሳብ ተልይኩም ከ ኣብ ኮመንት ክትፅሕፉለይ ንትገብሩለይ ምትብባዕ ኣዝየ ናመስገንኩ ነዚ ቻነል ሓደሽቲ ዝኾንኩም ከዓ ላይክ ሸር ሳብስክራይብ ናገበርኩም ኣተባብዑና ብኻሊእ ፅሑፍ ብኻሊእ ትሕዝቶ ስጋዕ እንመፅእ ሰሰናዩ ኣዝየ ዘኽብረኩም